ቅድሚ ኩሉን ልዕሊ ኩሉን ዝኸበረን ዝተመስገነን ይኹን። ዝኸበረን ዝተመስገነን ይኹን። ክመፁ ዳሕና ክመፁ እናተኸኣሎም ክመፁ ዘይከኣሉ ክሪኡ እናተኸኣሎም ክሪኡ ዘይተኸኣሎም ዘይተገብኦም ወይ ድማ ጥዕና ረኺብና ብርኪ ሃሊና ኣብቲ ቅዱስ ቦታ በፂሕና ናይ እግዚኣብሔር ቃል እንተንሰምዕ ነርና ኢሎም ብዙሓት ዝተመነዩ ኣለዉ። ካብዞም ዝተመነዩ ተፈሊና ንሕና ናብዚ በጺሕና ኣለና ወይ ድማ ብዙሓት ነዚ ናይ እግዚኣብሔር ቃል ሰሚዖም ክድሕኑ ዝተጸውዑ ብዙሓት ኣለዉ ካብቶም እተጸውዑ ድማ ሕርያት ኮይና ናብዚ መጺና ኣለና እሞ ኣምላኽና ነዚ ቃሉ ሰሚዕና ክንልወጥ ናብዚ ቦትኡ ዝሰብሰበና ደጊምና ደጋጊምና ንኣምላኽና ንእግዚኣብሔር ኣምላኽ ክብሪ ምስጋና ንዑ ይብጽሓዮ። እስኪ ንእግዚኣብሔር ዕልል ኢልኩም ኣመስግንዎ። ጽቡቕ እምበኣር እዚ ዕለት እዚ መድኃኔ ዓለም ኢየሱስ ክርስቶስ ንዓለም ድሕነት ኢሉ ጠፊእና ንዝነበርና ደቂ ሰባት ከድሕን ኢሉ ካብ ሰማየ ሰማያት ወሪዱ ካብታ ንጽሕትን ፍልይትን ጽንዒትን ቅድስቲ ዝኾነት ቅድስቲ ድንግል ማርያም ካብኣ ተወሊዱ ኣብ መስቀል ጥራሕ ዝባኑ ተሰቒሉ ንዓለም ዘድሕነሉ እንዝክረሉ ዕለት እዩ። ስለዚ ጐይታ እግዚኣብሔር በዲሉ ንዝነበረ ንኸድሕን ቆሲሉ ንዝነበረ ንክሕዊ ሞይቱ ወዲቑ ንዝነበረ ንኸትስእ ናብዚ መፁ እዩ ማለት እዩ። ስለዚ ርእስና ዝኾነና ናይ ንስሓ ክንምሃር ኢና። ነዚ እውን ኣብ ህዝቅኤል ምዕራፍ 14 ቁፅሪ 6 ዘሎ ቃል ጌርና ክንመሃሃር ኢና። እዚ እንታይ ዝብል እግዚኣብሔር ኣምላክ ከምዚ ይብል ኣሎ ኢሉ ይጅምር። ንሱ ከዓ እንታይ እዩ ዝብል? ንስኻ እተዉ ካብ ጣዖታትኩም ተመለሱ ይብል። እስከ ምሳይ በሉ ንስኻ ንስኻ እተዉ ካብ ጣዖታትኩም ካብ ጣዖታትኩም ተመለሱ። ኣምላኽና እግዚኣብሔር ንስሓ ኸንኣቱ በዲለ እየ፣ ተጋጊኤ እየ፣ ኣጥፊኤ እየ ክንብሎ ይደሊ እዩ። እዙይ ክንብሎ እንተለና ድማ ኢዱ ዘርጊሑ ይቕበለና እዩ። ምቕባል ጥራሕ ዘይኮነስ ኣብቲ ዝጠዓመ ኣብቲ ዝለምለመ ኣብቲ ናይ ዘለኣለም ዕረፍቲ ዝኾነ ቦታ ኣንጊሱና እዩ ዝነብር። በዲልካ እዮ ዘኸብር ጎይታ እዩ። በዲልካዮ እናሃለኻ በደልካ እንድሕር ኣሚንካ ክብሪ ዝህብ ጎይታ እዩ ዘለና። ብዙሓት በዲልካዮም ነቲ በደልካ ተደጋጋሚ ይቕሬታ ክትሓቶም እንከለኻ እንተዘይክሒስኖ ይኸውንን እንተኽሒስኑ እውን ዳግማይ ከምዘይብድለኒ መሊሱ ይኽሓሰኒ ዝብሉ ብዙሓት እዮም። መሊሱ እውን ስለ ዝበደለኒ ካብ ዓዲ ይርሓቕ መሊእ ይጥፋእ ገጹ ከይሪኦ ዝብሉና ብዙሓት እዮም። ኣምላኽና እግዚኣብሔር ግን በዲልናዮ ቀይምናዮ ቀይምናዮ ግን ኣነ ተጋጊኤ እየ ብዘይፍላጠይ ኣቐይመካ እየ ኣምላኸይ እግዚኣብሔር ንስኻ መሓሪ ኢኻ ካባኻ ምሕረት ኣይስኣንን ካባይ ድማ ጥፍኣትን በደልን ኣይስኣንን እሞ መሓረኒ ክንብሎ ከለና ምሒረካ ኣለኹ፣ ነዙይ ድማ ኩሉ ግዜ ንኽርእየካ ናብ ቦታይ ተመላለስ፣ ናባይ ንዓ፣ ናባይ ቅረብ፣ ኣነ ናባኻ ይቐርበ ኣለኹ ዝብል ጎይታ እዩ ዘለና። እንኹምዶ ስለዚ ንስሓ እተው ይብለና ኣሎ እግዚኣብሔር። እምበኣር ንስሓ ክንኣቱ ናብ እግዚኣብሔር ክንምለስ ናይ እግዚኣብሔር ፍጥረት ኮይና ንዕኡ ክነምልኾ እግዚኣብሔር ይደሊ እዩ ኮይኑ ግን ሕዚ ዝኣቢ ዘሎ እግዚኣብሔር ዘይኮነ ዝኣቢ ዘሎ ንሕና ኢና ዝኣቢ ዘለና እግዚኣብሔር ዘይኮነ ኣይቅበለኩምን ዝብለና ዘሎ ንሕና ኢና ናባኻ ኣይንቐርብን ንብሎ ዘለና እግዚኣብሔር ንስኻትኩም እንተበዲልኩም ካብ በረድና ዓቐብ ከንጽሐኩም እየ ጥራሕ ናባይ ንዑ ኢልና እዩ እዚ ክንብል እንከለና ግን ሓደ ሰብ እንተይበደለ ንዘለዓለም ንእግዚኣብሔር ከመስግኖ ይግባእ። እንተወዲቑ እኳ እዩ እቲ ንስሓ እንተወዲቕካ እኳ እዩ ንስሓ ዘድሊ እምበር ጽባሕ ክንስሖ እየ ጽባሕ ክምለስ እየ ጽባሕ ናብ እግዚኣብሔር ክቐርብ እየ እናበልካ ሓጢኣት ኣይስራሕን ይስራሕ ድዩ ኣይስራሕን ስለዚ ረኣዩ እምበኣር መድሃኒ ዓለም ክንብል ከለና ተሰቂሉ ንዓለም ዘድሓነ ኣብ መስቀል ተሰቐለ እዩ ትርጉም ወይ ድማ ኣብ መስቀል ተሰቂሉ ንዓለም ዘድሓነ እዩ ንምንታይ እዩ ንዓለም ኣድሒኑ እንድሕር ኢልኩም ዓለም በዲሉ ስለ ዝነበረ እዩ። ዓለም ክንብል ከለና ድማ ወዲ ሰብ እዩ። እቲ ንጉስ ኮይኑ ክቡር ኮይኑ ንጹህ ኮይኑ ዝተፈጠረ ወይ ድማ ፈጢሩ ዘንጎሶ ንኣዳም ኣዳም ምስ በደለ እግዚኣብሔር ንኣዳም ከድሕኖ ደለየ። እቲ ኩሉ ግዜ እንጽልዮ ውዳሴ ማርያም ናንኮም ኢና ንብል እኮ ፈቀደ እግዚኣ ግእዞ ለኣዳም ንኣዳም ንኸድሕኖ ደለየ ደልዩ እውን ኣይተረፈን ኣብኡ እናሃለወ ዙፋኑ ኮይኑ ኣዳም ሓጢኣትካ ኣወጊደልካ ኣለኹ እየ ልመናኻ ሰሚዐየ እየ ብኸያትካ ርእየ እየ ድሓን ኣይኮነን ኢልዎ ፈቃር ኣምላኽ እዩ ወሪደ ፍቕሪ ከሪኦም ኣለኒ እቲ ፍቕሪ ኣብ ዙፋነይ ኮይነ ዘይኮነሲ ናታቶም ስጋን ነብስን ተዋሒደ ካብ ቅድስት ድንግል ማርያም ተወሊደ ፍቅሪ ኸሪኦም ኣለኒ በለ ወረደ ምውራዱ ጥራሕ ኣይኮነ ራይዎ ካብ ስጋና ስጋ ካብ ነብስና ነብሲ ወሰደ ንዓይ ንዓኹምን መሰለ ደቂ ሰባት እናጸረፍዎ ደቂ ሰባት እናደፍእዎ ደቂ ሰባት እናንጋላትዕዎ ዓበየ እሞኸ ናብቶም ጽዩፋት ዝተውሃሉ ደቂ ሰባት ዝፈንፈንዎም ናብኣቶም እናኣተወ ናብ ገጾም እናተረኸበ ናብ ሕሙማት እናኸደ ነቶም ዝግዕሩ ዘለዉ ዝወኽዩ ዘለዉ ፍቕሪ ርኣዮም ርህራሐ የርኣዮም ብዙሓት እኮ ንሰብ ዝጸላእና ሰባት ኣለና እኮ ቁስሎም ርኢና ድኽነቶም ርኢና መልክዖም ርኢና ኣካዳድንኦም ርኢና ተጸየፍናዮም ኮለና እግዚኣብሔር ግን ኣይተጸየፈናን ንጹሓት መላእክቲ ብርሕቀት ተመልክትዎ ዘመልኽዎ ኣምላኽ ንዓይ ንዓኹምን ርስሓትና ኣይተጸየፈ ናይ ክዳድና ምጽባቕ ኣይረኣየን እግዚኣብሔር ናይ ስጋና ጽሬት ኣይተመልከተን ገጾም ኣይተሓጸውን ኢዶም ኣይተሓጸውን ናብዚኣቶም ክቐርብ የብለይን የበለን ጥዑም መዓዛ የብሎምን ናብቶም ጥዑም መዓዛ ዘለዎም ናብ እንዳ ነገስታት የኸይድ ካብኣቶም ይኹለድ የበለን ካብ መን ደኣ ርእዩ ካብቶም ድኻታት ዝኾኑ ናብ ድኻታት ኣቶ ምስ ድኻታት በልዐ ድኻታት ነብልዕ ዶ ምስ ድኻታት ንበልዕ ዶ ጉዳይ ጌርና እኳ እኳ ነቶም ፃዕደው ፃዕደው ልዕል ኣቢልና እኮ ነቶም ርስ ረስሑ እኮ ዘብዐኛ እኮ ኢና ንገብረሎም ናብ ገዛና ንኸይኣቱ ንሕና እኮ ከመና ዝመሰለ ግፍዐኛ ኣሎ ድዩ የለን እኮ እግዚኣብሔር ግን ነዞም ከምዚኦም ዝመሰሉ ዝወደቁ የልዒሉ ጎምሮ እዩ ንዓና ልዕሉና እዩ እግዚኣብሔር ፍንፉናት ኢና ነርና ምክንያቱ ሓጢኣተኛ ሰብ ዝተፈንፈነ እዩ ግን እግዚኣብሔር የፈንፈነን እንታይ ገበረ ንሓጢኣት የጸለ እምበር ንሓጢኣተኛ ሰብ ኣይጸለን ኣነ መሓር እየ ክምሕሮም ኣለኒ ይበለ ክንመሓር እንተኾይንና ግን መሓረኒ ይምለሰ ኣለኹ ይቐርበካ ኣለኹ ተቐበለኒ ኣነ ናባኻ ክመፅእ ዘይግበአኒ እዩ ኢና ክንብሉ ሓደ እኮ ኣብ ሉቃስ ወንጌል ክነንቦ እንተለና እኮ ሓደ ናብ እግዚኣብሔር ክቐርብ ዝኸደ ሰብ ኣብቲ ንየ ናብቲ ቤተ እግዚኣብሔር እንተይበፅሐ ደኒኑ ወዲቑ መሓረኒ ይብል ነበረ። ሓደ ትዕቢተኛ ድማ እንታይ ገበረ? እቱ ናብቲ ቤተ እግዚኣብሔር እንታይ በለ ይመስለኩም? ከምዚ ሰብሲ ዘይገበርካኒ ረ ኣንቃዕ ከምዚ ሰብ እዚ ዘይገበርካኒ እናበለ ይፅውዑ ነበረ እግዚኣብሔር ግን ንመን ዝምልከት ነቲ ዝወደቐ ሰብ ነቲ ሓጢኣቱ ዝኣምን ሰብ ከም እንእገለ ዘይገበርካኒ ከም እንእገሊት ዘይገበርካኒ ኣነ ንፁህ እየ ስለዚ ናብ ቤትካ ተረኺበ ዘለኹስ ብናተይ ግብሪ እዩ እምበር ብሓጢ ብፅድቀይ እዩ እምበር ብናይካ ምሕረት ኣይኮነን እዩ ዝብል ዘሎ እቲ ሓደ እቲ ሓደ ግን እንታይ እዩ ዝብል ዘሎ ነዛ ሰዓት እዚኣ በፂሐያ ዘለኹ ዘይግበአኒ እናሃለወ ብናትካ ምሕረት ተሸፊነ እዮ በፂሐ ዘለኹ ከም ግብረይ ሓንቲ ደቂቃ እኳ ጠጠው ክብላ ይግበአንን እዩ ኢሉ ከምዚ ጌርካ ንእግዚኣብሔር ሓጢኣትካ ክትነግሮ ከለኻ ክትኣምን ከለኻ እግዚኣብሔር እንታይ ይገብር ኣብቲ ጽቡቕ ዝኾነ ገዛ ኣብቲ ክቡራት ትርከብሉ ኣብቲ ናይ ዘለዓለም ዕረፍቲ ዘሎ እቲ ዘለዓለማዊ ዝኾነ ሃፍቲ እግዚኣብሔር ይሽልመካ ብዝተመለስካ ቁፅሪ ማለት እዩ ስለዚ ንስሓ እተዉ ዝብለና ዘሎ ንስሓ ኣቲና ናቱ ወገን ክንከውን ስለ ዝደለ እዩ። ብዙሓት ናብ ቤተ እግዚኣብሔር ንመላለስ ኢና፣ ንመጽእ ኢና፣ ንስዕም ኢና፣ ንኸይድ ኢና፣ ለይቲ ንትስእ ኢና፣ ንደግም ኢና፣ ንጽልእ ኢና፣ በዓላት ነኽብር ኢና። ግን ከ ኣብታ ንስሓ እንትበጽሕ እንተላ እታ ንስሓና ነቲ ናይ ነብሲ ኣቦና ምንጋር ድማ ይኸብደና እዩ። እቲ ዝኸበደ ዘዩ ረዩ እቲ ዝቐለለ ባዘዩ ሓጢኣትካ ንካህን ምዝራብ ዝቐለለ እዩ፣ ዝኸብድ ነገር የለን።

ሓጢኣት እንተሰሪሕካ ምስ እግዚኣብሔር ተባኢስካ ኣለኻ ማለት እዩ ተቋራሪፅካ ኣለኻ ማለት እዩ ሓጢኣትካ እንድሕር ተዛሪብካ ግን ዕርቂ ትገብር ኣለኻ ምስ እግዚኣብሔር ማለት እዩ ትነግስ ኣለኻ ትሽለም ኣለኻ ማለት ረይዎ ንኽትሽለም ክትሓፍር የብልካን ንኽትከብር ክትሓፍር የብልካን ከፍርሐካ እውን የብሉ ኣቦይ ቀሺ ከምዚ ኢለ እንድሕር ተዛሪበዮም ኣብ ደገ ክዛረቡለ እዮም ዝብል ሰው እውን ኣሎ ይዛረብካ ይገደሸካ ሓደ እቲ ቀሺ ንሱ ናይካ ሓጢኣት እንተተዛሪቡ እቲ ዓመፅ እቲ በደል ናብኡ እዩ ሸክሚ ዝኸውን ዝኾነ ይኹን ካህን ናይ እቲ ዝተነስሐ ሰብ ሓጢኣት ኣሸንኳይዶ ንተራ ሰብ ነታ ናቱ ኣካል ዝኾነት መዓልቲ ገዝኡን ክዛረባ ይኽእል ዓሰርተ ንዝፈትዎ ሰብ ክነግረሎ ይግባል እሺ ስለዚ ንስሓኻ ሓጢኣትካ ምቕራፍ ማለት እንታይ ኢኻ ትገብር ዘለኻ? ቆስልኻ ትሕወ ኣለኻ። ናይ ቁስልኻ መድሓኒት ትረክበ ኣለኻ። ሕማምካ ትፍውሰ ኣለኻ። ዝሓመመ ሰብ ናብ ሕክምና ይኸይድ እዩ። እነኹም ድኹም እነኹም ዶ ዝሓመመ ሰብ ቀልጢፉ ሕክምና እንድሕር ዘይገይሩ እንታይ እዩ ዝኸውን? እቲ ሕማሙ እናኸበደ እናኸበደ እናኸበደ ይኸይድ። ኣብ መወዳእቱ እንታይ ይኸውን? ናብ ሓደ ሓኪም እንትኸድ ትኸሉ ልዕሊ ዓቕመይ እዩ ይብሎ። እንታይ እናኾነ ይኸይድ ኣሎ ማለት እዩ? ሕማሙ እናበኣሰ ይኸይድ ኣሎ ማለት እዩ። ሓጢኣት እውን እንድሕር ስቂልካ ጽባሕ ክንስሖ እየ ጽባሕ ክንስሖ እየ ጽባሕ ክንስሖ እየ እናበልካ እናተሸከምካ እየ ትኸይድ ተኮይንካ ሙሉእ ብሙሉእ ኣጋንንቲ ክቋጻጸሩኻ ይኽእሉ እዮም። ንሳቶም ናብ ዝእተውካ ኩሉ ክትኣቱ ትኽእል ኢኻ ማለት እዩ ብግዚኡ እንታይ ክትገብር ኣለካ ንስሓ ክትኣቶ ኣለካ ማለት እዩ ስለዚ ኩሉ ሰብ ክንስሓ ኣሎ ኩሉ ሰብ ተነስዩ ድማ ብምንታይ ኣዩ ኣብ መምህረ ንስኡ ተረኺቡ ሓጢኣቱ ኣወጊዱ እኳ ስጋ ወልደ እግዚኣብሔር ደም ወልደ እግዚኣብሔር ዘይወስድ እንድሕር ኮይኑ እዚ እንታይ እዩ ዘሎ ገና ኣብ ትዕቢት እዩ ዘሎ ማለት እዩ ምንሳሕ ጥራሕ ዘይኮነ ቅዱስ ስጉን ኩርዶምን ክንወስድ ኣለና ማለት እቲ ዓብዪ ጸገም ኮይኑ ዝኒሐ ዝረኣዩ ቤተ ክርስቲያንና ካህናት ኣብ ቤተ ክርስቲያን ቅዳሴ ይቅደስ ወይ ድማ መስዋዕት ይግበር ክርስቶስ ኢየሱስ ስጉ ቆሪሱ ደሞ ኣፍሲሱ መዓልቲ መዓልቲ ቤተ ክርስቲያንና ይስራዕ ኮይኑ ግና እቲ ስጋ ወልደ እግዚኣብሔር ደሞ ወልደ እግዚኣብሔር ዝወስደ ሰብ ግን ሓደ ሓደ ሓደ መዓልቲ ዋላ ሓደ ዘይወስድ ሰብ እቲ ዓብዪ ጭንቀት ረይዎ ሕዚ ግን ኣባና እንታይ ኣሎ ይመስለኩም ካህናት ቅዳሴ ኣየውኩሩን ንምንታይ ክጎድል እንድሕር ኮይኑ ሓደ ሰብ እንድሕር ተሳኢንዎም ካብቶም ሓሙሽተ ቀደስቲ እኳ ዘይጥዕሞ እንድሕር ኮይኑ እቲ ሓደ ሰብ እንታይ ዝገብር ታሕታይ ላዕላ ኢሉ ነታ ናቱ ቦታ ክሽፍነሉ ዝኽእል ሓደ ዲያቆን ሓደ ቀሺ እዩ ዝደሊ ንምንታይ ከየእጉሎ ሰብ ዝመፅእ ዝቆርብ ሰብ ኣሎሞ እዚ ዝቆርብ ሰብ እዙይ ንዓና ስኢኑ ከይኸይድ ጻድቅ ኮይኑ ክግባኣ ክኸይድ ዝግባኣ ዝነበረ ሓጢኡ ከይኸይድ ንኽብል እዮም ዝገብርዎ ማለት እዩ ኮይኑ ግና ንሕና እንታይ ንኸውን ኣለና ዝቆርብ ሰብ ይሰኣን ኣሎ ስጋ ወልደ እግዚኣብሔር ደሞ ወልደ እግዚኣብሔር ዝወስድ ሰብ ይሰኣን ኣሎ ንምንታይ እዩ እዙይ ንድሕር ተባሂሉ ከዓ ሓጢኣትና እናሸፈናዮ ንኸይድ ስለ ዘለና እዩ ዓመፅና እናሸፈናዮ ንኸይድ ስለ ዘለና እዙይ ድማ የውቅሰና እዩ ስለዚ ዝኾነ ይኹን ሰብ ካብ ህፃን ክሳብ ኣረጋዊ ንስሓ ኣትዩ ስጋ ወልደ እግዚኣብሔር ክወስዶ ኣሎ ህፃን ይኹን መንእሰይ ይኹን ዓብይ ይኹን ገለገሊኡ እንታይ ዝበለሉ ኣነ ኣብ ንእስነትካ ግዜ ስጋውታ ክትባላሾ ስለ ትኽእል ሓጢኣት ክትሰርሕ ስለ ትኽእል ስቕ በል ዝብል ኣሎ ግን ከምኡ ኣይበሃልን ከምኡ ዝብል ቤተ ክርስቲያን ናይ ቤተ ክርስቲያን ትምህርቲ የለን ፅባሕ ድሕር ፅባሕ ክትወስድ ኢኻ ክትቆርብ ኢኻ ይበሃል ፅባሕ ድሕር ፅባሕ እንተ ሞትካ ኸ መኑ ይውሓስካ ኮነካ ፅባሕ ድሕር ፅባሕ ህይወት ጠጠለመትካ ኸ ግዜኻ እንተ ቋረፀ ኸ ስለዚ እንታይ ኢኻ ትገብር ዝግበአካ መናእሰይ ንስሓ ኣትዮም ህፃናት እውን ወለዲ ሒዝናዮም እናምፃና ንቑርዎም በዓልትና ኢና ግን እቲ ፀገም ኮይኑ ሕዚ ኣብ ህፃናት ይኹን ኣብ መናእሰይ ይኹን እቲ ዓብዪ ፀገም ዝኸውን ዘሎ ኣብ ወለዱ እዩ ፀገም እኒኦ ወለዲ ዘይጠዓና መናእሰይ እዩ ጥዑን ወለዲ ዘይጠዓና ህፃናት እዩ ጥዑን ወለዲ ደቅኹም ሒዝኩሞም ትመፁ ኣበይ ውዒልካ ኣበይ ሓዲርካ ትብልዎም ንመናእሰይ መምህረ ንስሓ ኣለኩም እቲ ንስሓ ንሱ ናብ ገዛኹም እቲ ኣቦ ንሱ ናብ ገዛኹም ክመጽእ ከሎ ወደይ እስኪ ቅርብ ኢልካ ምስ ካህንካ ተዘራረብ ትብልዎ ካህናት እውን ቀትርን ለይትን ደቆም ተኸታቲሎም ናብ ቤተ እግዚኣብሔር ከቕርብዎም ይግባእ እንተወሓደ እንተወሓደ እኳ ሓደ ካህን ንነብሱ ነቶም ዝሓዞም ነብሳት ሰንበት ሰንበት ክረኾም ይግባእ ክምህሮም ማለት እዩ ዓውዱ እዚ ክስራሕ ኣሎ ሰንበት ሰንበት እንተምሂርዎም ኣብ ወርሒ ኣርባዕተ ግዜ እኳ እንተምሂርዎም እቶም ምእመና ንሳቶም እንታይ እዮም ዝገብሩ እናበሰሉ እናበሰሉ እናበሰሉ ይኸዱ ማለት እዩ እንታይ ይኸውን ኣሎ ሕዚ እቲ መንገዲ ናይ ሓጢኣት እናተሓኸኸ እቲ ናይ ፅድቂ መንገዲ እናሰፍሐ ይኸይድ ስለዚ ብንስሓ ተሓጺብና እንታይ ንኸውን ኣለና? ናይ እግዚኣብሔር ወገን እናኾና ስጋ ወልደ እግዚኣብሔር ደም ወልደ እግዚኣብሔር ንወስድ ኣለና። ተዘይኮይኑ ግን ብዋጋ ተዓዲኩም ኢኹም ይብል ቅዱስ ጳውሎስ ኣብ ቀዳማይ ቆሮንቶስ ምዕራፍ ሸውዓተ ክንርኢ ከለና ብዋጋ ኢኹም ዝተዓደኩም ናይ ሰባት ባሮት ኣይትኾኑ። ብምንታይ ተዓዲኩም? ብምንታይ ብዋጋ ኢኹም እተዓደግኩም፣ ዝዓደገኩም ድማ እቲ ሓደ ሰብ እቲ ሓደ ሰብ ዘይኮነ መድሃኔ ኣለም እየሱስ ክርስቶስ እዩ ብዋጋ ዝዓደገኩም። ዋጋ እንትበሃል ተሎ ድማ ወርቅን ብሩርን ኣይኮነን። ወርቅን ብሩርን ድዩ? ብደሙ ኢኹም ተዓዲግኩም ማለት እዩ። ናቱ ወገን ገይሩኩም እዩ ማለት እዩ። ስለዚ ቅዱስ ዮሐንስ መጥምቅ እንተሪእኹሞ ነሱ ወመኑስ መቀርበት መንግስተ ሰማያት እናበለ ይሰብኽ ነበረ። መንግስተ ሰማያት ቀሪባ እያ እሞ ንስሓ እተው። መንግስተ ሰማያት ኣነ ንስኹም እንኣትዎ ናይ ዘለዓለም ቦታና እዩ። እዚ ይቕረብ እዩ ዝቐርብ እዩ ዘሎ እንታይ ማለት እዩ? እትሞተሉ ግዜ ቀርበ ኣሎ እሞ ንስሓ እቶ እዩ። ገለገሊኡ ሰብ ግዜኡ ከም ዝወሰኖ በዓሉ ዕድሚኡ ከም ዝሓዞ ገና ኣሲናወልኩ ክንስሓ እየ ንእሽተይ ዓመታት ክኸይድ ንእሽተይ ዓመታት ክዓብድ እሞ ካብኡ ክንስሓ እየ ዝብል ሰብ ኣሎ። ከምኣ ዝበልካላ ቁፅሪ ሸዓ ንሸዓ ክትመውት ትኽእል ኢኻ ይከኣልን እዩ ፈልጦ ዲና ዓድመና ዕንቅፋት ውቑዒ እኳ ድዩ ግዛ ኣጋጢሙ እኳ ድዩ ክትመውት ትኽእል ኢኻ እቶም ብኖህ ግዜ ዝነበሩ ሰባት ከምኡ እናበሉ እዮም ምክንያት ዘምኽንዩ ነይሮም ተነሱ ክበሃሉ ከለዉ ፅደቑ ክበሃሉ ከለዉ ግዜ ኣለና ኣዩ ክንፀድቕ ኢና ወይ ድማ ክንስሆ ኢና ንስኻ ተነሳህ ንሕና ግን ክንዓብድ ክንዘልል ኢና ክንሰክር ኢና፣ ክንበልዕ ኢና፣ ክንዝሙ ኢና፣ ደሓር ግን ክንንስሆ ኢና ይብልዎ ነይሮም። በዚ መጸብ ዘይበሃሎ ግን ብላዕልን ብታሕትን ዝዝሃመ ማይ መጽኡ ጠጢቑዎም እዩ። ካብዚ መሓረና እግዚኣብሔር። ሕዚ እውን ናይ ገሃንም መከራ ከይጥጥቐኩም ናይ ዘለዓለም ስቓይ ከይረኽበኩም እትድሕንሉ መንገዲ ይንገረኩም ኣሎ እሞ በቲ ትድሕንሉ መንገዲ ደሓኑ እዩ መልእኽቱ። ንስሓ እተው እዩ። እሳት እዚኣቲና ረእዎ ጎይታና መድሓኒና ኢየሱስ ክርስቶስ እሳዓት እዚ ናይ ስደቱ ግዜ እንዝክረሉ ግዜ እዩ። ካብ ቤተልሔም ተላዒሉ ናብ ምድረ ግብፂ ዝኸደሉ ጎይታ እንሓስበሉ ግዜ እዩ። ሰለስተ ዓመትን ሽዱሽተ ወርሕን መድሃኒ ዓለም ኢየሱስ ክርስቶስ ህፃን ኮይኑ ኣብ ዝባን ኣዲኡ ተሓዚሉ ናብ ግብፂ ተሰዲዱ እዩ። እዙይ ንምንታይ ኣይንሕር ተባሂሉ እቶም ዓመፀኛታት ሒዞምዎም ዝነበሩ ነብሳት ንምምፃእ ዝተባሃለ እዩ። ግብጺ ናይ መቓብር፣ ናይ ሲኦል ተምሳሌት እዩ። ቀደም ኣቦታትና ናብኡ ተጓዒዞም ነይሮም። ኣብኡ ተጓዒዞም ግን ስቓይ እዩ ዝረኽቦም ነይሩ። ብፈርዖናውያን፣ ብቶም ጨካናት ዝተባህሉ ግብጻውያን ኣብኡ እዮም ዝቕጥቀጡ ነይሮም፣ ይርገጹ እዮም ነይሮም። ራሄል ዝተባህለት እኳ ኣብኡ ነብሰ ጹር ኮይና ንሳቶም እናሰቐይዋ እናሃለው ወሊዳ ሕማም ሕርሲ ሒዙኒ እዩ ክትብሎ ከላ ደሓና ስቒልክ ውለድዮ ምስ ወለደቶ ድማ ኣብኡ ርገጹዮ መጽንዒ እዩ ዝኸውን ኢልዋ ነይሩ። ጨካን እዩ። ጨካናት ሰባት ረእዎ ዲያብሎስ ዝሓደሮም ሰባት ደሓር ወሊዳ ኣያ ውፅቂጣቶ ማለት እዩ ብሓይሊ ንሳቶም ይጭቁንዎም ነይሮም ንብዓታ ናብ ኢድ ኣዕቑራ ግን እንታይ እያ ገይራ ኣብዚ ምድሪ እዚ ዝረድአና የለን ዝሕግዘና የለን ንብዓትና ዝሰምዕ የለን ዝርኢ የለን እንታይ ከገብረለኒ ይሃለኑ ኣምላከ እስራኤል በዚ ሰማይ ላይ ኣናብ ሰማይ ነፂጋቶ ንብዓታ እዚ ምስ ገበረት እግዚኣብሔር እንታይ በለ ሰማይኩ ገዓሮሙ በለ ንብዓቶም ብኽያቶም ገዓሮም ተመልከትኩ እንታይ ገብር እየ ንህዝበይ ከድሕኖም ወረድኩ ኢሉ ንሙሴ ሰደዶ ማለት እዩ ኣርባዕተ ሚእትን ሰላሳን ዓመት ዝበሃል ረይዎ ኣብ ግብፂ ተቐጥቂጦም እዮም ጎይታ ኢየሱስ ክርስቶስ ናይቶም ግፉዓን ናይቶም ዝወደቑ ናይቶም ዝጭቆኑ ዘለዉ ብኽያትን ንብዓትን ጸገምን ስለ ዝምልከት እዙይ ንምዝካር ተባሂሉ ካብ ምድረ ግብፂ ተላዒሉ ናብ ምንታይ ከደ? ካብ ቤተልሔም ተላዒሉ ናብ ምድረ ግብፂ ኸይዱ እዩ። ኣውዙይ ድማ ኣውዙይ ድማ ናይ እግዚኣብሔር ኣምላኽነት ዘይተረድኦም ብንስሓ ተዳልዮም ክንዲ ዝጸንሕዎ እዙይ ንግስናና ክወስድ እዩ ኢሎም እንታይ ገበርዎ ይመስለኩም? እምበኣር ነዙይ ክንቀትሎ ኣለና ኢሎም እኒ ሄሮድስ ተለዓሉ ማለት እዩ። መልኣከ እግዚኣብሔር ቅዱስ ገብርኤል እንታይ በሎ ንዮሴፍ ንቲ ህፃንን ነዱን ሒዝካ ናብ ምድረ ግብፂ ጉየ ህደም በሎ ምስ ሃደመ ንኢየሱስ ክርስቶስ ምስ ሰኣኖ ሚእትን ኣርባዓን ኣርባዕተን ሽሕ ዝኣኽሉ ህፃናት ክሳድ ክሳዶም ቆፀሮ ቆረፆም ካብዚ ሰውረና ቀይዎ ጨካን ንጉስ እዩ ብንስሓ ተመሊሱ ልቦንኦ ኣስተኻኺሉ ጐይታይ እግዚኣብሔር መጽኡ እዩ ኢሉ ከምቶም ሰብዓ ሰገል ናብኡ ኾይዱ ክንዲ ዝሰግድ ንግስናይ ክሕድነገድኒ እዩ ኢሉ ንጐይታ ደለዮ ምስ ሰኣኖ ትሕቲ ክልተ ዓመት ዘለዉ ህፃናት ቀተለ ማለት እዩ። ጐይታ እግዚኣብሔር እንታይ ዝብል ጉየተ ህፃን ኣጉየዮ ለዲያብሎስ ይብል። ጐይታ ኢየሱስ ክርስቶስ ናብ ግብፂ ምስ ጐየየ ምስ ሃደመ ግን ኣብ ናይ ደቂ ሰባት ልቦና ዝነበሩ ኣጋንንቲ እናወጹ እናወጹ ሃደሙ፣ ጣዖታት ተሰባበረ። ርኣዩ ሕዚ ኣነን ንስኹምን ብንስሃ እንድሕር ተመሊስና ኣብ ውሽጥና ዘለዉ ኣጋንንቲ ይሃድሙ። ክቋጻጸሩና ሓሲቦም ዝነበሩ ኣጋንንቲ ወጺኦም ይኸዱ። ናብ ጣዖት ዘእትዉና ዝነበሩ ናብ ስኻር፣ ናብ ዝሙት፣ ናብ ስርቂ፣ ኮታስ ሕማቕ ሕማቕ ዝኾነ ሓሳባት ሕስውና ዝነበሩ እንታይ ይኾኑ? ካባና ርዒዶም በኒኖም ይጠፍኡ ማለት እዩ። ስለዚ ንስሓ እስኪ በሉ ንስሓ ንስሓ እተዉ ካብ ጣዖታትኩም ኣይስማዕን ካብ ጣዖታትኩም ተመለሱ። ጣዖት ዝበሃል ዘሎ ሕዚ ግድን እምኒ ጠጠው ኣቢልካ ወይ ዕንጨይቲ ሰሪሕኻ ግዛዕ ምዛዕ ጌርካ ናብኡ ምስጋድ ጥራሕ ኣይኮነን ጣኦት ዝበሃል። ሓደ ሰብ ዝሰርቕ እንተኾይኑ ናይ ስርቂ ጣኦት የምልኽ ኣሎ። ሓደ ሰብ ዝዝሙ እንድሕር ኮይኑ ናይ ዝሙት ጣኦት የምልኽ ኣሎ። ሓደ ሰብ ዝሕሱ እንድሕር ኮይኑ ናይ ሓሶት ጣኦት የምልኽ ኣሎ። እንታይ ክገብር ኣሎ? ካብ ሓሶት፣ ካብ ሓሜት፣ ካብ ስርቂ፣ ካብ ካሊእ ካብ ካሊእ ክወጽእ ኣሎ። ብሕልፊ ሓሜትን ሓሶትን ዝበሃል ኣብ ልዕልና ነጊሱ እዩ። ዝሙት፣ ስካር ኣብ መናእሰይ፣ ሓሜት ኣብ ኣዴታት፣ ሓሶት ኣብ ሰብኡት እውን እዚ የዋን ኣይልንዮ ኣብ ቤተ እግዚኣብሔር መጺኡ እኳ ከፍ ኢለው ዝሓሚ ሰብ ኣሎ። በቃ እቲ ዓብዪ ጸገም ኮይኑ እዚ ንሕዚ ውሽጥና ደኣ ኣይትንገረና ከይትብሉን እምበር ናብ ቤተ እግዚኣብሔር መጺና ዝመሃር ዘሎ ትምህርቲ ክንድሰምዕ እቲ ዝዕጠን ዘሎ ዕጣን ክንድንርኢ እቲ ዝግበር ዘሎ ስርዓት ክንድንከታተል መጺና ውዚ ትዝርብ ሓዲርና ዝተዝርብ ውዒልና ንኸይድ ሰብ እኔና ናብ ቤተ እግዚኣብሔር ናብ ክርስቶስ ኢየሱስ ናብ መድሃኔኣለም መጽዩሲ እንታይ ይገብር? ሓሚን ተዛሪውን ይኸይድ። በቃ ምድራዊ ወግዕታት ተውግዑ ይኸይድ። በዙይ ከዓ እንታይ ክኸውን ኣለዎ? ክእረም ዝግብኦ ማለት እዩ። ሕሉፍ ሓሊፍኩም ናብዚ መጺኹም እኳ ነቶም ካህናት ተሓምዩ ንመምህራን ንዓና ተሓሚና ገዛዕ ዝሓሚ ሰብ እኒሀ መፅዩ ማለት እዩ። ሕሉፍ ሓሊፍዎስ ማለት እዩ። ተነሳሕ ተዳሎ ተዳሊኻ ንበር ጎይታ እግዚኣብሔር ክመጸካ እዩ እቶምልጠሉ መንገዲ የለን ሽዑ ክቶምልጠሉ ትኽእል ኣብ ሰዓት እዚ እዩ ስለዚ ነቲ ምድራዊ ፍትፎታት ባህግታት ክንብል እቲ ናይ ዘለዓለም ህይወት ከይንስእኖ ምእንታን እቶም ኣብ ምድሪ ክነስተኻኸሎም ዝግበአና ነገራት ክነስተኻኸል ይግበአና ንስሃ በሉ ሕዚ ዓቑ ኢልኩም ንስሃ ኣቦታት ቦዚ ንስሃ